ሰላም ዝኸበርኩም ተኸታተልቲ ከመይ ጸኒሕኹም ኣብ ዘለኹሞ ሰላምን ጥዕናን ክትህልዉ እናተመነና ኣብ ዝሓለፈ ናይ ትረኻ መደብና ዝሃብተመ ሰብ ኣብ ባቢሎን ትብል መጽሓፍ ታሽዓይ ምዕራፍ ተኸታቲልና ነርና ሕጂ ኸኣ ዓስራይ ምዕራፍ ይቕጽል ሰናይ ምክታል ምዕራፍ ዓሰርተ ካብ ባቢሎን ዝመጹ ጽላት ጽላት ሓደ ሕጂ ወርሒ ምስ መለት ኣነ ዳባሲር ኣብ ቀረባ እዋን ካብ ባርነት ሶርያ ዝተመለስኩ ብዙሕ ፍትሓዊ ዕዳታተይ ክኸፍልን ናብ ናይ ክብሪ ዝበቅዕ ሰብ ክኸውንን ቆራጽ ጽናት ሒዘ ናብ ወላዲት ከተማ ባቢሎን ክምለስ እየ። ኣብዚ ናይ ጭቃ ጽላት ቀዋሚ መዝገብ ጉዳያተይ ብምቕራጽ ነቲ ልዑል ዲላታተይ ንኽመርሕ ክሕግዘኒ እዩ። ብሓገዝ ለባም ምኽሪ ዓርከይ ማቱን ካብ ዝኾነ ዕዳ ናብ ዓሚቕ ርእሰ-ምኽባር ክመርሓኒ ዝኽእል ውጥን ክቐርጽ ተበጊሱ ኣለኹ። እዚ ውጥን እዚ ሰለስተ ዕላማታት ዘጠቓልል ኮይኑ ንሳቶም ከዓ ተስፋይን ድሌታተይን እዮም። ቀዳማይ፣ እቲ ውጥን ንመጻኢ ብልጽግናይ ዝሕግዝ እዩ። በዚ ካብ ኩሉ ዝረኽቦ ዓስራይ ክፋል ከም ናተይ ክዕቁቦ ይምድብ። ምኽንያቱ ማቶም ከምዚ ክብል ከሎ ብጥበብ ይዛረብ። እቲ ከውጽኦ ዘየድልዮ ወርቅን ብሩን ኣብ ቦርስኡ ዝሕሰብ ንስድራ ቤቱ ጽቡቕን ንንጉስ ከዓ እሙን እዩ። እቲ ኣብ ቦርስኡ ውሑዳት ነሓስ ጥራይ ዘለዎ ሰብ ግን ኣይግድሶን እዩ። ንቤተሰቡን ንንጉሱን ዘይግደስ እዩ። እቲ ኣብ ቦርሳኦን ሓንቲ ዘይብሉ ሰብ ንቤተሰቡ ሕያዋይ ኣይኮነን፣ ንንጉስ እውን ዘይእሙን እዩ፣ ምኽንያቱ ልቡ ይመርር። ስለዚ እቲ ክበጽሖ ዝደሊ ሰብ ኣብ ቦርሳኡ ሕሳብ ክገብር ገንዘብ ክህልዎ ኣለዎ። ኣብ ልቡ ፍቕሪ ንስድርኡን ንጉሱን ተኣማንነት ከም ዘለዎ እዩ። ካልኣይ ነታ ካብ ቤት ኣቦኣ ብተኣማንነት ዝተመርሰት ዘይሕያውቲ በዓልቲ ቤተይ ክድግፋን ክኸድናን እየ ዝብል መደብ ኣሎ። ማቶን ከምኡ ይገብር። ንእሙን ሰበይቱ ብጽቡቕ ምሕብሓብ ኣብ ልቢ ወዲ ተባዕታይ ርእሰ ምኽባር ከም ዘእቱ ኣብ ዕላማታቱ ሓያል ቆራጽነት ከም ዝውስኽ ዝተረጋገጸ እዩ። ስለዚ ሸውዓተ ዕስርት ካብ ኩሉ ዝረኽብዎ ንገዛን ዝኽደኖ ክዳንን ከምኡውን ንበልዖ መግብን እዩ። ተወሳኺ ድማ ህይወትናን ደስታ ባህልና ከይጎድሎ ቁሩብ ህይወት ከነስተማቕር ኢና። ንሱ ግን ካብ ሸውዓተ ዕስርት ዘይበዝሕ ክኸውን ኣለዎ። ኣብዚ ድማ እቲ ምስጢር ዓወት ነቲ ውጥን። በዚ ክፋል እዚ ክነብር ኣለኒ። ካብዚ ክፋል እዚ ልዕሊ ዓቕመይ ዝኾነ ነገር ፈጺመ ክጥቀም ወይ ክገዝእ የብለይን። ካልኣይ ጽላት። ታሰካ እቲ ውጥን ካብ ኣታዊታተይ ዕዳታተይ ክኸፍል ዝብል ድንጋገ ኣለዎ። ስለዚ ኣብ ነውሲ ወከፍ ወርሒ ኣብ ዝመልኣሉ እዋን ክልተ ዕስርት ካብ ኩሉ ዝረኸብኩዎ ብህብርን ብፍትሓውን ኣብቶም ዝኣመኑኒ ዕዳ ዘለዎም ሰባት ክምቀል እዩ። በዚ ከምዚ ከኣ ኣብ ግዚኡ ኩሉ ዕዳይ ብርግጽ ክኽፈል እዩ። ስለዚ ኣብ ነውሲ ወከፍ ዕዳ ዘለዎ ሰብ ምቅቢቱ ዝርዝሮም ኣለኹ። ፋሓሩ እቲ ሰፋይ ጨርቂ ክልተ ብሩር ሽዱሽተ ነሓስ። ሽጃር እቲ ሰፋይ ሶፋ ሓደ ብሩር። ሓማል ዓርከይ ሰለስተ ብሩር ሓደ ነሓስ። ዛንካል ዓርከይ ኣርባዕተ ብሩር ሸውዓተ ነሓስ። ኣስካሚር ዓርከይ ሓደ ብሩር ሰለስተ ነሓስ። ሓሪንሲር ስራሕ ዑንቂ ሽዱሽተ ብሩር ክልተ ነሓስ። ጃርኬበር ዓርኪቦይ ኣርባዕተ ብሩር ሓደ ነሓስ። ኣልካህድ ወናን ገዛ ዓሰርተ ኣርባዕተ ብሩር። ማቶንታ ኣለቃሕ ወርቂ ትሽዓተ ብሩር። በርጂክ እቲ ሓረስታይ ሓደ ብሩር ሸውዓተ ነሓስ። ሳልሳይ ጽላጽ ነዞም ኣለቃሕቲ እዚኦም ብድምር ሚእትን ዓሰርተ ትሽዓተን ቁራጽ ብሩርን ሚእትን ኣርብዓን ሓደን ቁራጽ ነሓስን ዕዳ ኣለኒ። እዚ ገንዘብ እዚ ዕዳ ስለ ዝነበረኒ ዘኸፍለሉ መንገዲ ስለ ዘይረኸብኩ ብዕሽነተይ ንበዓልቲ ቤተይና ወብባ ክምለስ ፈቒደላ። ካብ ትውልዲ ከተማይ ወጺኤ ኣብ ካልእ ቦታ ቀሊል ሃብቲ ክደልል ጀሚረ። እዚ ኸኣ መዓት ኣምጺኡለይ። ናብቲ ባርነት ክሸጥ ተገዲደ። ሕጂማቶም ከመይ ገይረ ብንእሽቶ ኣታዊታተይ ዕዳታተይ ክመልስ ከም ዝኽእል ኣርእየኒ። ወጻኢታት ምብዛሒ ኣብ ዕሽነት ከም ዝነበረ ክግንዘብ ክኢለ። ሕጂ ንኣለቃሕተይ ረኺበ ብዘይካ ናይ ምእካብ ዓቕመይ ክኸፍሎ ዝኽእል ጸጋታት ከም ዘይብለይን ካብቲ ዝረኽቦ ኩሉ ክልተ ዕስርቲት እናቖረጽኩ ዕዳይ ብማዕረን ብቕንዕና ክኸፍሎም ከም ዝሓሰብኩን ገሊጸሎም ኣለኹ። ክንድዚ ክኸፍል እኽእል እየ ካብኦም ላዕሊ ግን ዓቕመይ ኣይኮነን። ስለዚ ትዕግስቲ እንተገይሮም ምስ ግዜ ግዴታይ ምሉእ ብምሉእ ክኽፈል እዩ። እቲ ብሉጽ ዓርከይ መሲሉኒ ዝነበረ ኣሕመር ኣምሪሩ ጸረፈኒ እሞ ብውርደት ገዲፈዮ። እቲ ሓረስታይ ብፕሮጀክት ሓገዝ ኣዝዩ ስለዘድልዮ መጀመርታ ክኸፍሎ ተማሕጸነ። ኣልካድ፣ እቲ ወናኒ ገዛ ብሓቂ ኣይተሰማምዐን፣ ነዊሕ ከይጸንሓዊ ምሉእ ብምሉእ ምስኡ እንተዘይወዲኤ ሽግር ከም ዝፈጥረለይ ኣጽኒዑ ነገረኒ። እቶም ዝተረፉ ኩሎም ነቲ ዘቕረብክዎ ሓሳብ ብፍቓዶም ተቐበልዎ። ስለዚ ካብ ዝኾነ እዋን ንላዕሊ ክቕጽል ቆሪጸ ኣለኹ። ኣብ ምውጋድ ፍትሓዊ ዕዳኻ ምኽፋል ከም ዝቐለለ ኣሚነ። ዋላኳ ድሌታትን ጠለባትን ውሑዳት ኣለቃሕተይ ከማልእ እንተዘይከኣልኩ ምስ ኩሎም ብዝያዳ ድዎ ክገጥም እየ። ራብዓይ ጽላል። ከም ብሓድሽ ወርሒ ምሉእ ብሉእ በሪቓ፣ ብናጻ ኣእምሮ ኣበርቲዐ ሰርሐ። ሕያዊት በዓልቲ ቤተይ ንኣለቃሕተይ ክኽፍል ዝነበረኒ ሓሳብ ደጊፋቶ እያ። ብሰንኪ ለባም ቆራጽነታ ኣብ ዝሓለፈ ወርሒ ኣግማል ጥዑይ ንፋስን ጽቡቕ ኣጋርን ገዚኤ፣ ንኖቫቶር ድማ ዓሰርተ ትሽዓተ ቁራጽ ብሩር ኣታዊ ገይረሉ። እዚ ድማ ብመሰመረቲ ውጥን መቒሉ እዩ። ሓደ ዕስሪት ከም ናተይ ክሕዞ መዲበ ኣለኹ። ሸውዓተ ዕስሪት ምስታ ሕያዊት በዓልቲ ቤተይ ንመነባብሮና ንምኽፋል መቒለዮ። ክልተ ዕስሪት ከምቲ ኣብ ነሓሰ ዝግበር ዝኽል ኣብ መንጎ ኣለቃሕተይ ብማዕረ መቒለዮ። ንዓመር ኣይረኣኹዎን ግን ንሰበይቱ ገዲፈዮ ብረጂክ ኣዝዩ ተሓጊሱ ኢደይ ክስዕም ደለየ። ኣረጊት ኣልካሃድ በይኑ ምጉርምራም ቀጺሉ ቀልጢፈ ክኸፍሎ ከም ዘለኒ ተማሓጸነኒ። ንዕኡ ድማ ጽቡቕ ክምገብን እንተዘይ ተጨኒቐ እንተ ፈቒዱለይ እዚ ጥራይ ብቕልጡፍ ክኸፍሎ ከም ዘኽእለኒ መለስኩሉ። እቶም ካልኦት ኩሎም ኣመስጊኖምን ብዛዕባ ጻዕረይ ጽቡቕ ተዛሪቦም። ስለዚ ኣብ መወዳእታ ሓንቲ ወርሒ ዕዳይ ብዳርጋ ብኣርባዕተ ቁራጽ ብሩር ክንክኺኢሉ። ብዘይካ እዚ ዳርጋ ክልተ ብሩር ክውንን ክኢለ። ልበይ ካብቲ ነዊሕ እዋን ዝነበረቶ ጽዕነት ፈኾይስዋ። ሕጂ እውን ወርሒ ምሉእ ብምሉእ ትበርቕ። ኣበርቲዐ ሰሪሐ ግን ድኹም ዓወት የመዝግብ። ውሑዳት ኣግማል እየ ክገዝእ ዝኸኣልኩ። ዓሰርተ ሓደ ብሩር ጥራይ እየ ኣታዊ ረኺበ። እዚ ከምዚ ኢሉ እናሃለወ ግን ኣነን ሕያወይቲ በዓልቲ ቤተይን ዋላ እኳ ሓድሽ ክዳን እንተ ዘይገዛእና ብዘይካ ኣሕምልቲ ውሑድ እንተ በላዕና ኣብቲ ውጥን ደው ኢልና ኣለና። ሕጂ እውን ኣብ ዓሰርተ ቁራጽ ሓደ ክፋል ንነብስና ክፈርኩላ። ንሕና ብር ሸውዓተ ዕስሪት ንነብር ዝነበርና ኣሕማር ዋላ እኳ ንእሽቶ እንተነበረ ዘኸፈልኩዎ ክፍሊት ምስ ኣመስገነኒ ተገሪመ። ብር ጅጉን ከምኡ ኣልካል ብቁጥዐ ነዲሩ ድሓር ዘይተጸበዮ ምስ ሃብኩዎ ግን ረጊኡ። እቶም ካልኦት ከም ቀደሞም ዕጉባት ነበሩ። እንደገና ወርሒ መሊኣ ትበርቕ እሞ ኣዝየ ተሓጒሰ። ጽቡቕ ሞጋሰ ኣግማላ ቆሪጸ ብዙሓት ጥዑያት ገዚኤ። ብኸምዚ ከኣ ኣታዊት ኣዚ ኣርብዓን ክልተን ብሩር ኮነ። ኣብዛ ወርሒ እዚኣ ኣነን በዓልቲ ቤተይን ኣዝዩ ዘድሊ ሳንዱቕን ክዳውንትን ገዚእና ኣለና። ከምኡ ስጋን ድሮን ጽቡቅ ጌርና በሊዕና ኣለና ልዕሊ ሸሞንተ ቆራጽ ብሩር ንኣለቃሕትና ከፊልናዮም ኣለና ኣልካር ከይተረፈ ተቃውሞ ኣየስምዐን እቲ መደብ ኣዝዩ ዓብዪ እዩ ምክንያቱ ካብ ዕዳና ውፅኡ ከንሕልዎ ናትና ሃብቲ ስለዝኾነ ኣብ ልዕሊ ጭቃቃ ንመወዳእታ ግዜ ዝቆረፅኩዎ ኣትሒዘ ወርሒ ሰለስተ ግዜ መሊኣ ነበረት ኣብ ነብሲ ወከፍ እዋን ካብ ዝረኸብኩ ዓስራይ ክፋል ነብሰ ይኸፍል ነይረ ኣብ ነብሲ ወከፍ እዋን ኣነታ ሕያዊት በዓልቲ ሸውዓተ ዓስራይ ክንነብር ክኢልና ዋላ ካድ ሓደ ግዜ ከቢድ እንተነበረ ኣብ ነብሲ ወከፍ ግዜ ንኣለቃሕተይ ክልተ ዕስረት ከፊል እየ። ኣብ ቦርሳይ ሕጂ ናተይ ዝኾነ ዕስራን ሓደን ብሩር ኣለኒ። ርእሰይ ተኺሉ ኣብ መንኮ ቤት ደው ክብል ክገብርን ኣብ መንጎ ኣዕሩኽተይ ክኸይድ ከም ዝሕበንን ይገብረኒ። በዓልቲ ቤተይ ገዛና ጽቡቕ ጌራ ትሕዞን ግሩም ልብሲ ተኸድደና ኣላ። ብሓባር ምንባርና ሕጉሳት ኢና። እቲ ውጥን ዘይንገር ዋጋ ኣለዎ። ካብ ባርያ ናብ ክቡር ሰብ ከኣ ተሰጋጊረ። ሓሙሻይ ጽላት፣ ሕጂ'ውን ወርሒ ምሉእ ብምሉእ ትበርቕ። ኣብ ልዕሊ ጭቃ ካብ ዝቖረጽኩዎ ነዊሕ ዝገበርኩ እዝክር። ዓሰርተ ክልተ ወርሒ ብሓቂ መጺኤን ከይደን እየን። ኣብዛ መዓልቲ እዚኣ ግን ናይ መወዳእታ ዕዳታተይ ስለ ዝኸፈልኩ ንመዝገበይ ሸለል ኣይክብሎን እየ። እዚኣ ታሕሻዊት በዓልቲ ቤተይን እቲ ዘመስግን ነብሰይን ዝጽንቡሉላ መዓልቲ እያ። ኣብቲ ንመወዳእታ ግዜ ናብ ልቃሕተይ ዘብጻሕኩዎ ብዙሕ ዝዝክሮ ነገራት ኣጋጢሙ። ዓሕማር በቲ መሪር ዘረባኡ ይቕሬታ ሓቲቱ። ካብቶም ካልኦት ዓርኩ ንኽኸውን ኣዝዩ ዝምኖዮ ሓደ ምዃነይ ነጊሩኒ። ኣረጊት ኣልካሃድካ ኣፍታ ኩንዱ ሕማቅ ኣይኮነን ሓደ እዋን ዝኾነ ዝትንክፈካ ኢድ ክትጽቀጥን ክትቅርጽን ትኽእል ልስሉስ ጭቃ ኢኻ ኔርካ ሕጂ ግና ጫፍ ክትሕዝ ትኽእል ቁራጽ ኣስራዚ ኢኻ እንተ ኣብ ዝኾነ እዋን ብሩር ወይ ወርቂ ደሊኻ ናባይ ምጻእ ንሱ ጥራይ እውን ኣይኮነን ልዑል ኣኽብሮት እዩ ዝህበኒ ብዙሓት ካልኦት ድማ ብኣኽብሮት እዮም ዝዛረቡኒ ሕያወይቲ ሰበይተይን ሰብኣያ ኣብ ገዛ ርእሱ ከም ዝኣምን ዝገብር ብርሃን ኣብ ኣዒንታ ትጥምተኒ ምስታይ ዝሙን እቲ ውጥን ዕውት ዝገበረኒ፣ ኩሉ ዕዳታተይ ክኸፍልን ኣብ ቦርሳይ ወርቅን ብሩርን ክእክብ ኣኽኢሉኒ። ንኹሎም ንቕድሚት ክስጉሙ ዝደልዩ ድማ ይንእዶም። ምኽንያቱ ብሓቂ ንሓደ ባርያ ነበር ዕዳታቱ ክኸፍልን ኣብ ቦርስኡ ወርቂ ክህልዎን ዘኽእሎ እንተኾይኑ ንሰብ ንናጽነት ንምርካብ ኣይሕግዞን ድዩ? ኣነ ንባዕለይ ብኡ ኣይወዳእኩዎን። ምኽንያቱ ዝያዳ እንተስዒበዮ ኣብ መንጎ ደቂ ሰባት ሃብታም ክኸውን ከም ዘኽእለኒ ርግጸኛ እየ።